ሰላም ሰላም ኩልኹም ከመይ ቀኒኹም? ደሓን ዶ ቀኒኹም? ኣነ እግዚኣብሔር ይመስገን ጽቡቕ ኣለኹ። ከመይ ኣሎ ሓድሽ ዓመት ምቅርራብ ርሑስ ሓድሽ ዓመት ርሑስ ኣውደ ዓመት ናይ ልደትና ይግበረልና እንዳበልኩ ሎማዓንቲ እቶም ንዓይ ሳፖርት ዝገብሩኒ እቶም ንዓይ ሽሕ ንክበፅሕ ሳብስክራይብ ዝገበርኩምለይ ንክዓቢ ቻነለይ ኣብዚ ደብጻኹሙኒ ኣሕዋተይ ብጣዕሚ ብጣዕሚ እየ ደመስግነኩም ብጣዕሚ እየ ዝፈትወኩም ሓጎሰይ መግለጺ የብለይን እሞኒ የቐንየለይ እንዳበልኩ ደጊመ ደጋጊመ ንዓኻትኩም ሎማዓንቲ ብፍልይ ዝበለ ባህላዊ ዝኾነ ሕልበት ናይ ኣዴታትና ናይ ዓድና እቲ ንዓና ዘዕበየና ናተይ ሓጎስ ንመግለጺ በዛ ዝፈትዋ ሕልበት የመፅየኩም ደለኹ ኣሕዋተይ ከም ትሪእዎ ደለኹም ሕልበት ክንሰርሕ ኢና ብሓንሳብ ኮይና ማለት እዩ ብሓንሳብ ኮይና ሕልበት ክንግዕት ኢና ብሓንሳብ ኮይና ስልሲ ክንሰርሕ ኢና ብሓንሳብ ኮይና እውን ብኢድና ንዴታትና እንዳዘከርና ብኢደይ ክሃርመልኩም እየ ሎማዓንቲ ናይ ሓጎስ እዩ በቃ ክነግረኩም ኣይክእልን እየ የቀኔለይ እንዳበልኩም ኩልኩም ከም ቀደምኩም ብላይክ ብሳብስክራይብ እንዳገበርኩም ከም ቀደምኩም ክትኣትዉ ናተይ ዕዱማት ክትኮኑ እቶም ሓደሽቲ ከዓ ደጊመ ደጋጊመ ናብ ዳይመንት ኣሉና ዕዱማት ክትኮኑ ቪድዮታተይ ስጋ መወዳእታ ንክትርእይዎ ከዓኒ ይዕድመኩም ንኩልኻትኩም ርሕስ ሓድሽ ዓመት ርሕስ ኣውዳመት ይግበረልና ናብ ኣሰራርሃ ክንከይድ ኢና። ኣይ ገዳልየ እታ ፍርቂ ሊትሮ ፍርቃ እታ ርብዒ ኣውዕያ እታ ርብዒ ከኣ ነታ ሕልበት ኣበጽቢጸያ ኣለኹ። እምበኣር የሕዋተይ ሽዱሽተ ማንካ ሕልበት በቲ መብልዒና ብማይ ዝሑል በጽቢጸዮ ኣለኹ።

ብማይ ዝሑል ጌርኪ ምስ በጽበጽክንኦ እቲ ማይ ከኣኒ ሽርኽርኽ ከይበለ ከነእቱ ኣለና ወይ ከኣ እንተፈሊሑ ማይ ዝሑል ጌርና ቀስ እንዳበልና ጋዝና ኣትሒትና ክንጉዕቶ ኣለና። ጋዝና ዓው እንተቢልናዮ እቲ ድስትና ክሓረና ወይ ክቅርዕረና ስለ ዝኽእል ኣህድእ ኣቢልና ከኣኒ ኢድና ከይፈለና ከኣ ክንጉዕቶ ኣለና። እንዳሓፈሰ እንዳሓፈሰ ስለ ዝኸይድ በቲ ሓዊ እንዳተሃረመ እንዳሓፈሰ እንዳሓፈሰ ኢድና ከይፈለና ስጋብ ኳዕ ኳዕ ኳዕ ዝብል ከዓኒ ግዜ ሂብና ክንሸርዎ ከም ዘለና እንዳሓፈሰ እንዳሓፈሰ ስለ ዝኸይድ ምስ ሓፈሰ ሓፊሱ ኢልክን ከዓኒ ማይ ዝሑል ብላዕሊ ከይትውስኻሉ ማይ ዝሑል እንተ እቲኽናሉ እንዳቐጠነት እያ ትኸይድ ደሓር ክንሃርማ ከለና ከዓኒ ማይ ኣየእትወልናኒ እንደገና ከዓኒ ዓና ሕልበትና ክንሃርሞ ከዓኒ ይቀጥነና ጋዕ ኢላ ሕፍስ ኣይትብለልናን እያ። ንሕና ግን ቀስ ኣቢልና ማይ ጸሓይ እንዳንጠብና ምእንቲ ክንሃርሞ ብኢድና ስለ ዝኾንና ክቀጥን የብሉን የሕዋተይ። ከምዚኣ ኢላ ከኣ ትሪኣ ኣለኽን ቃዕ ኢላ ቀስ እንዳበለት ከኣ ኣትሕት ኣቢልና ኣብ ቁጽሪ ሓደ ጌርና ከኣ ኳዕኳዕ እንዳበለት እንዳወረደ እንዳወረደት እንዳተኣከበት ኣብታ ማእኸላ ከምዛ ፍየር እያ ትእከብ። ሕልበት በሲላ ኣይበሰለትን ንታሕቲ ኳዕ ኢላ ወሪዳ ኣብታ ማእኸላ ክትእከብ ኣለዋ። ሓዊ ኣህሪምክን ቀልጢፍክን ኳዕኳዕኳዕኳዕ ኣይተብልኦ፣ ንምንታይ ከብድና ክነፍሓና ስለ ዝኽእል ሓዊ ክሃርሞ ኣለዎ። ብድሕሪኡ ኢደይ ገይረ ምስ ተንከፍክዎ ዋላ ሓደ ኣብ ኢደይ ምልክት ኣይሓዘን። ስለዚ በሲሉ ኣይበሰለን ከኣ ብኸምዚ ክንፈልጦ ንኽእል ኢና። እምበኣር ረኣይኣ ሕጂ ካብቲ ድስቲ ብጣዕሚ ወሪዱ ኣሎ፣ ብኸምዚኣ ከኣ ወሪዳትልና ኣላ ሕልበትና ማለት'ዩ። ናብ ኣሰራርሓ ጸብሒ ናይ ስልስና ክንከይድ ኢና። ሽጉርቲ ትሪእዎ ኣለኹም ሓደ ኪሎ ሽጉርቲ ኦርጋን ዝኾነ ቀይሕ ሽጉርቲ ተጠቂመ ኣለኹ። ቀይሕ ሽጉርቲ ኦርጋን ከዓኒ ኣዝዩ ንጥዕናና ኣዝዩ ጽቡቕን ጥዑምን ምቁርን ንጸብሕና ኣዝዩ ይሕፍሶ ንግዜና ኸ ኣዝዩ ይቑጥበልና ማለት እዩ። ከምዚ ትሪእዎ ዘለኹም ብጻሕሊ ብባህላዊ እየ ዝመጸኩም ዘለኹ ሎሚ ቅነ ባህላዊ እዩ ዘሎ ኣብ ዳይመንት ኣሉ እምበኣር ትሪእዎ ኣለኹም ኣዝያ ጽብቕቲ ተቓልያትልና ኣላ ሽጉርትና ጻሕሊ ኣዝዩ ኣዝዩ እቲ ዝጠዓመን ዝመቀረን ጻሕሊ እዩ ዘይቲ ከኣ ዘድልየና ዘይቲ ንዓና ክንጥቀም ኢና ኣሕዋተይ ዘይቲ ደሓን ኣብዚ ሕነብለሉ ሕልበት ዘይቲ እዩ ጥዑም ዝገብሮ ንላዕሊ ውጽእ ኢሉ ሕልበት ቀባእባእባእ ተይልያ ጽብቕቲ እሞኒ ዘይቲ ከኣ ውሑድ ኣይነብለሉ ትፈትዉ እንተኾንኩም ማለት እዩ ኣሕዋተይ እምበኣር ከምዚ ጌርና እንዳቐለና እንዳቐለና ኣዝያ ቀያሓ ትርእይዎ ኣለኹም ሓዊ መሲሉ ኣሎ ዳርጋ በርበረ ዝኣተዎ ኣይመስልን ብጣዕሚ ጽቡቅ ተቆሊልና ኣሎ ጻሕሊ ኢንተ ረሲና ኣሕዋተይ ከም ዝበልኩኹም ንምቁላዉ ኣዝዩ እዩ ድሕግዘና ስለዚ በርበረ ከኣኒ ዝኣኽለና በርበረ ሕጂ ክንገብር ኢና ማለት እዩ ኣብ ገዛይ ዝደለኩ ኣዝዩ ግዜ ድወሰደ በርበረ እዩ እሞ ተተደሊኹ ተቀንዩ ኣዝዩ ጥዑሙን ምቁርን እዩ ዝኸውን ኣሕዋተይ እምበኣር ከም ትሪእዎ ዘለኹም ንዓይ በርበረ ዘሌኒ በርበረ ተጠቂመ ኣለኹ ማለት እዩ እምበኣር ኣነ ሰለስተ በቲ ናይ መብልዒ ማንካ ሰለስተ ተጠቂመ ኣለኹ እዛ ጻሕሊ ከኣ ኣዝያ እኽልቲ እያ ንኪሎ ሽጉርቲ ማለት እዩ ኣሕዋተይ እምበኣር ከምዚ እናገበርና ወሰነ ወሰኑ ሕጥጥ እንዳበልና ንኸይነቕጸና ከኣ ንዓና ኣዝዩ ጽቡቕ እዩ ዝኾነልና ብሓንሳብ ከኣኒ ተረፍ ኣይህልዎን ኣብ ጎኑ ማለት እዩ ድሕሪ ኩሉ ግዜ ጎኒ ጎኒ ሕጥጥ እንተቢልናዮ ዋላ ንጽብሕና ኣይበኹዓናን እዩ። ኩሉ ይወሃሃድ ኣሎ ማለት እዩ። ካልኣይ ካኒ ኣይሓርርን ኢቲ ወሰነ ወሰኑ እክብ እንዳበለ እንዳጸረየልና ይኸይድ ማለት እዩ። ራእይዎ እንዳኸፈትኩ እንዳኸፈትኩ ኣነ ይከታተሎ ኣለኹ። ኣዝያ ጽብቕቲ ተቐልያትና ኣላ። ትርእይዋ ኣለኹ ሓዊ መሲላ። ሕጂ ኣብዚ ትሪእዎ ኣለኹም ኣነ ጅንጅብል ከምዚ ገይረ ምስ ጠሓንክዎ ማይ ምልእ ኣቢለ እየ ደቐምጦ ካብኡ ከዓኒ ጅንጅብል ይጥቀም ማለት እዩ ኩሉ ግዜ ከም ዝበልኩኹም ጅንጅብል ኣዝዩ ጥዑም እዩ ንጥዕናና ኣገዳሲ እዩ ዋላ ነቲ በርበረ ከዓ ኣህድእ የብለና እዩ ጨና ከዓኒ ይሕግዘና እዩ ማለት እዩ እምበኣር ከም ትሪእዎ ዘለኹም ሕጂ ጅንጅብል ገይረሉ ኣለኹ ማይ ናይ ጅንጅብል ማለት እዩ ሽጉርቲ ውን ከድልየና እዩ ኣገዳሲ ሽጉርቲ ንሕልበት ክንገብር ኣለና ፐርሰሜሎ ከድልየና እዩ ጉዕ ውን ከድልየና እዩ ኣሕዋተይ ኩላህና ምናልባት እተን ሓደሽቲ ኣሕዋትና ሕጂ ተሰደድክን ንኣሽቱ ኣለኽን ዶኽን ዘይትፈልጣ ብሕጂ ነዚ ናትና ሪእኽን ክንሰርሓ ከዓኒ እዚ ከዓ ትሪእዎ ኣለኹም ሸውዓተ ቀመም እዩ ፃዕዳ ሽጉርቲ ገይረ ኣለኹ ሸውዓተ ቀመም ካኒ ኩሉ ግዜ ንፀብሒና ኣዝዩ ኣዝዩ ጥዑም ኣህድእ ኢለብሎ እዛ ትሪኣ ዘለኽን ካኒ ሸውዓተ ቀማም ኣሕዋተይ ምናልባት ዘይትፈልጥኦ እንተሃሊኽን ኣብ ዳዕረ ሸውዓተ ቀመም ገሊና እንተኢልክንኦም ይህቡኹም እዮም ኣዝዩ ጥዑም እዩ ንጸብሒ ብጣዕሚ ካልእ ቀመማት ከማን ምጥቃም ኣየድልየናን ሸውዓተ ቀመም እንተረኺብና ማለት እዩ ነቲ በርበረና ማርማር ድብል ከኣ ኣህድእ እዩ ደብሎ ልዝብ ይብል በቃ ጥዑም እዩ ድገብሮ እምበኣር ከም ትሪእዎ ዘለኹም ኩሉ ግዜ ኣነ ጎኒ ጎኒ እየ ሽጉርቲ እዚ ኮሚደረ ጥሒነ ዘብስሎ ኮሚደር ጥሒነ ዘብስሎ ኣነ ንምንታይ እየ ኣዚ ሓዊ ይኾነልና ካልኣይ ካብ ፈጠጠጠጥ ኣይብልን እዩ ንግዜና ወላ ንመቐረቱ ጎኑ ጎኑ እንተብሲልናይ ኣዝዩ ጽቡቕ ይሕዋተይ እምበኣር ትርእይዎ ኣለኹም ከምዚ ገይረ እንዳቐለኹ እንዳኾስና ጽቡቕ ጌርና ኣትሕት ኣቢልና ክንቆልዎ ኣለና በርበረ ምእንቲ ከይመርመርና ህድእ ክብለልና ምእንቲ እንጂ ከምዚኣ ገርና ሓጣጢጥና ኣለና ክድን ከዓ ነብሎ ሕጂ ራይ ፅቡቅ ተዋሂዱ ኣሎ ድሕሪ ፅቡቅ ተተቀሊልና ኣዝዮ ግዜ ኣይወስደልናኒ ሕጂ ትሪእዎ ኣለኹም ኮሚደረ ከዓኒ በዚኣ ኮሚደረ ክጥቀም እየ ማለት እዩ ንዓይ ዘድልየኒ በቃ ዝኣኽለኒ ኣነ ኮሚደረ ገይረሉ ኣሕዋተይ ኮሚደረ ውሕድ ኣቢልና ሽጉርቲ ኣብዝሕ እንተቢልና ኣዝዩ ጥዑሙን ምቁርን እዩ ዝኾነልና ስልስና ከዓኒ ሽጉርቲ ክቁሎ ኣለዎ ሽጉርቲ ዘይተቆይልዩ ሽኮር ሽኮር ስለተጥዕም መጀመርታ ሽጉርትና ፅቡቅ ጌርና ክንቆልዎ ኣለና ብድሕሪኡ ከዓኒ በርበረ ምስኡ ክንቆልዎ ኣለና ማይ ከይገበርና ማለት እዩ ፅቡቅ ጌርና ንቆልዎ ማለት እዩ ስጋብ ቅብኣቱ ውፅእ ድብል ንቐልዎ እንዳኾስና እንዳኾስና ንከይሓረና ከዓ ትሕት ኣቢልና ማለት እዩ ማርማር ኣይብለናን እዩ ሕልበትና ከዓኒ ኣዝዩ ጥዑም ይኸውን ስልሲሲ ንሕልበሲ ስልሲ ኣቐንዲ እታ ብስልሲ ስለ ትብላዕ ስልሳ ተዘይጥዒማ ዋላ ሓንቲ ትርጉም የብላን ቃዕ ድበለት ሓዊ ትመስል ቀባእባእባእ ድበለት ክትከውን ኣለዋ ሕልበት ጅልድ ማይ ስኢንና ክንውስኸሉ የብልናን። እምበኣር ከም ትሪእዎ ኣለኹም ሕጂ እንዳተቐለወ እንዳተቐለወ ምስ ከደ እቲ ማይ ከዓኒ ትሪእዮ ኣለኹም በዚኣ ርብዒ ትኸውን ማይ ገይረላ ኣለኹ ኣነ። ሕጂ ከምዚኣ ጌርና ጠቑ ክትብለልና ሕጂ። ስልሲ ናይ ሕልበት ማይ እንዳሃልይዎ ዋላ ክንጸብሖ ከለና ነቲ እንጀራና ማይ ሒዙ እዩ ዝመጽእ እምበር ስልሲ ሒዙ ኣይመጽእን እዩ። ንምንታይ እዩ ከምኡ ዝኾን ዘሎ ኣሕዋተይ እቲ ስልስና ማይ ኣይነብዛሓሉ። ስልሲ ኣዝዩ ናይ ሕልበት ብርኩት ስለ ዝኾነ ማይ ክንወዝሓልና ወይ ገለ ወይ ብጌጋታት ማይ ከነብዝሓሉ የብልናን ኣሕዋተይ። እምበኣር ትሪኣ ኣለኽን ኣዝያ ጥዕምቲ ኮይና ቃዕ ኢላ ቅብኣታን ገለ መሊኣን ንላዕሊ ወጺሃልና ኣላ ሓፊስ ከኣ ኮይናትና ኣላ ቃዕ ኢላ ማለት እዩ። ስለዚ ስልስና ብከምዚ መልክዕ ተወዲኣ ኣላ ናይ ስልሲ ሕልበት ትሪእዋ ኣለኹም ሓዊ ትመስል ቋዕቋዕቋዕቋዕ ትብል ኣላ በቃ ኣዝያ ጥዕምቲን ጨናኣን ገሊኣን ክነግረኩም ኣይክእልን እየ እምበኣር ናይ ስልሲ ዘዳለናያ ሕጂ ክነውርዳ ኢና ተሪፍና ዘሎ ሕልበት ሕልበት ከዓኒ ብሓንሳብ ኮይና ክንወቕዖ ኢና ብኢድና ሎማዓንቲ ብማሽን ዘይኮነ ዳይመንት ኣሉ ባህላዊ ዝኾነ ብኢዳ ክትሃርም እያ ሎማዓንቲ እምበኣር ሕጂ ትርእይዋ ኣለኹም ስልስና ተወዲኣ ኣላ ኣዝያ ጽብቕቲ ጦቕ ኢላትልና ኣላ ማለት እዩ ሕጂ ተሪፍና ዘሎ ሕልበት ሕልበት ብሓንሳብ ክንወቅዕ ኢና ትርእይዎ ኣለኹም ኣራንሺ ከዓ ኩሉ ግዜ ንገዛና ኣዝዩ ጥዑም ሃነነን ስለ ዝብል ኣራንሺ ናይ ንጓሓፎ ንጠቀመሉ ኣሕዋተይ እምበኣር ሕጂ ጽይበሉኹም እዚ ራንሽ እዚ ከኣኒ ገዛና ሃነነነን ክብል ምእንቲ ገዛና እቲ በርበሬ እቲ ሽጉርቲ ድጨነወ እቲ ባክተርያ ደሎ ኣዝዩ ደጥፍኣልና ስለዚ ከምዚ ገርና ከኣ ኣራንሽና ዝበላዕናዮ ኣይንጉሓፍ ንጠቀመሉ ኩልና ኣራንሺ ደይንበላዕ ኣይኮናን ግን ጠቕምታቱ ከኣ ክንፈልጦ ኣለና ኣሕዋተይ ናይ ኣራንሺ ቪድዮ ሰሪሕልኩም ኣለኹ ተመሊስኩም ረኣይዎኹም ኣዝዩ ንኣርባዕተ ዓይነት ዝጠቅም ናይ ኣራንሺ ኣሰራርሓ እንታይ እንታይ ጠቕሚ ኣለዎ ከኣኒ ኣውሪደልኩም ኣለኹ ኣገዳሲ ስለ ዝኾነ ተመሊስኩም ረኣይዎ ኣሕዋተይ። ከፍለሐ ኣዝዩ ጥዑም ድኾነ ሽታ ገዛና ሃገገገገግ ይብል ንዝኾነ ቫይረስ ከኣ ኣጥፍእ ይደብለና ንሰዓል ንሓመም ከኣ ኣዝዩ ስለ ዝሕግዘና ትርእይዎ ኣለኹም ሕጂ ከምዚ ገይሩ እሱ ክፈልሕ እዩ ሕጂ ተሪፋትና ደላ ሕልበት እያ ሕልበትና ከዓኒ ትርእይዎ ኣለኹም ሕጂ ዝሒላ ማይ ገይሩ ኣለኹ እቲ ማይ ሕጂ ናቱ ክንደፍኦ ኢና ማዩ ደፊእና ከኣኒ ሕጂ እታ ተድልየና ንዓና ሕልበት ክንጥቀም ኢና ማለት እዩ። ኣዝዩ ብርኩት እዩ ሽዱሽተ ማንካ ዝገበርክዎ ብጣዕሚ ብጣዕሚ ብርኩት። ሲ የምሳሓካይ በቃ ኡኹል በቃ። ኢድና ተሓጺብና ከምቲ ጉቡእና ኢድና ኩሉ ግዜ ጽርየት ኣብ ቦትኡ እዩ። ጨርቂ ገርና ኣጊጽና ሕጂ ብኢድና ከምተን ናይ ኣዴታትና ገረን ሕልበት ባህላዊ ገረን ደብላዓና ዝነበራ ነዴታትና እንዳዘከራ ዕድመን ጥዕናን ይሃበን ነዴታትና ከኣኒ ኣብዚ ከኣኒ ጨው ኣብ ዓኺ ከኣኒ ክቐርብ እየ ማለት እዩ ዘልየና ማለት እንዳጠዓምና ንኸይበዝሓና ምእንቲ ኣዚ ኣዚ ጥዑም እዩ ድገብሮ ኣብ ዓክም ሽጨውን ካኣሞ ብጣዕሚ ንሕልበት እቲ ዘጥዕሞን ዘመቁሮን እዩ ባዓልና ኣብ ገዛና ክንደቁስ ንክእል ኢና ኣብ ዓኪ ቅልው ኣቢልና ሽጨው ገርና ማለት እዩ ማሽን ናይ ቡን ገርና ካኣኒ ንጥሕኖ እንዳ ቡና ካኣ ሽዑ ብደንቢ ገርና ነጽርያ ማለት እዩ እምበኣር ከም ትሪእዎ ዘለኹም ሕጂ ብኢዳ ጀሚራ ኣላ ሓፍትና ዳይመንት ኣሉ ለማዓንቲ በቃ ኣዝዩ ደስ ደስ እንዳበለኒ ብሕልበት እየ መፅየኩም ደለኩ ንዓኩም ካዓ ደስ ክብለኩም ደስ እንዳበለኩም ንዓይ ክትሪኡኒ ክትካታተሉኒ ካዓኒ ትምኒተይ እዩ ንስካትኩም ኩሉ ግዜ ብኣከምኩም ብኣካትኩም ስለ ንዓቢ ካዓኒ ንዳይመንት ኣሉ ቻነላ ንክትዓቢ ሓግዝዋ ዝተፋላለየ ሒዛትልኩም ክትመፅእ እያ ንስኩም ዝደለኩሞ እውን ከምዚ ደሊና እንተልኩሙኒ እውን ሒዘልኩም ንክመፅእ ቅርብቲ እየ ዝኮነ ዝደለኩሞ ዝደለኩሞ ንክሰርሓልኩም ድልውቲ እየ ኣነ እውን ንዓኻትኩም ዘይከውን ኣይኮንኩን ስለዚ ከም ትሪእዎ ዘለኹም ብኢድና በቃ ክነሃርሞ ኣለና ኣዝዩ በቃ ክነግረኩም ኣይክእልን እየ ፅቡቅ ፈኺሱና ኣሎ ኣዝዩ ክፅብቅ ከማንቶ ሕብሩ ምፅዕዳው ወላ ምፍኳሱ ብኢድሲ ብማሽን እየ ካልእ ግዜ ዝጥቀም ነይረ እሞኒ ብኢደይ ሎማዓንቲ እየ ንመጀመርታ ግዜ ትገብር ዘለኹ ናይ ብሓቂ ኣዝየ ፅቡቅ ኮይነ ረኺበ በቃ ኩሉ ግዜስ ብማሽን እየ ዝገብር በቃ ብማሽን ንገብር ኩሉ ግዜ ሕልበት ብጣዕሚ እየ ዝፈትዎ ካብ ዝፈትዎ ባህላዊ መግብና ሕልበት እዩ ብጣዕሚ በሊዐ ደይፀግቦ ካልኣይ ግዜ ሳልሳይ ግዜ ክደግሞ ዝኽእል እዩ ብርግፅ ሕጂ ግን ሎማዓንቲ ግን ብኢደይ እስከ ክፍትኖ እየ ኢለ ምስ ፈተንኩዎስ ክነግረኩም ኣይክእልን እየ ንክፈኩስሲ ግዜ ኣይወሰደለይን ክገርመኩም እምበኣር ከም ትሪእዎ ዘለኹም ጨው ኣብዓኸ ገይሩ ኣሎ ከኣ ሕጂ ጨው ኣብዓኸ ምስ ገበርና ከኣኒ ገፍ ገፍ ገፍ እንዳበልና ክንሃርሞ ኢና ማይ ከኣ ንእሽተይ ንማለቱ ማይ ጸሓይ ኢና ንገብር ማይ ሕልበት ቁሩብ እያ ተድልያ ብዙሕ ማይ ኣየድልዮን እዩ ሕጂ ትሪእዎ ኣለኹም ሕልበት ኣነ በቃ በሊዐ እያ ስለ ዘይጸግቦ ጀሚረ ኣለኹ ማንካ ገይረ ተጠዓምክዎ ተጠዓምክዎ ሲለ ዝደጋግም ዘለኹ ኣዝዩ ጥዑም ኮይኑ ክነግረኩም ኣይክእልን እየ ምስቲ ጨዋብዓኸ ገለ ዓይነት ገለ ዓይነት በቃ ዋው ዋው ድኾነ በሊዕኻን ዘይጽገብ ርኢኻ ዘይጽገብ በቃ ትሪእዎ ኣለኹም ሕልበት ዋይ እንድዒ መቸም ሕልበት ዘይፈቱ ሰብ የለን ኣይብልን እየ ምናልባት ሓደ ሓደ ክህልው ይኽእሉ እዮም ንበዝሕ ግን ሕልበት ንፈቱ ኢና ማለት እዩ ኩልና ኤርትራውያን ዋላ ኢትዮጵያውያን ኩልና ዋይ ሎሞ ዓንቲ ክገርመኩም ጀበናይ ከምዚኣ ጌራ ውድቕ ኢላ ተሴራ ማለት እዩ ስለዚ ምጉሓፍ የለን ኣይጉሕፋን እየ ጉሉ ገዚኤ ናይ ቤትሮ ጉሉ ኣሎ ዝግዛእ ገይረ ከላግባ እየ ካልእ ግዜ ውን ኣላጊበ ወይ እንዳገላገብኩ ከርእየኩም እየ እምበኣር ኣነ እንጀራ ዝሰንከትኩዎ ኩሉ ግዜ ከምዚ ገይረ እየ መጎጎ ዓብይ ስለ ዝኾነ ዓፂፈ እየ ዘቐምጦ ሕጂ ትርእይዎ ኣለኹም ጽቡቅ ከኣ ቀኒልና ማለት እዩ ከምዚኣ ጌረ ከኣ ዝርግሕ ዝርግሕ ኣቢለ እዛ ሕልበት ሓንሳብ ጽንሕ እንተ ኢሉ ንኸይወድቀና ምእንቲ ንኽፈኹሰና በዚ ናይ ምህረሚ ናይ ሃንድ ወይ ናይ እንቋቑሖ ንጥቀመሉ ዝኾነ ነኹሰሉ ማለት እዩ በዚ ጌረ ከኣ ህርም ህርም ህርም የብሎ ኣለኹ ፈኺሱልና ማለት እዩ ሕልበትና ገልቢጥና ኣብ ንእሽቲ በለት በዚ ትሪእዎ ኣለኹም ጉዕ ፃዕዳ ሽጉርቲ ፐርሴሜሎ ኣዳልየ ኣለኹ ካብዛ ሓፋስ ስልስና ትሪእዎ ኣለኹም ቃዕ ዝበለት ናይ ፃሕሊ ከኣኒ ኣፍታ ማእኸላ ግብር የብለላ ኣለኹ ማለት እዩ። ስለዚ ሕልበትና ርኣይዎ ነዚ ይመስል ሎማዓንቲ እቲ ፀብሑ ናይ ስልሲ ከኣ ርኣይዎ ኣዝዩ ሓፊስ ድኾነ ርግእ ድበለ በቃ ክኸውን ኣለዎ የሕዋተይ የቀንየለይ ስለ ተኸታተልኩምኒ ቻው ቻው።